ሰላም ኣምላኽ ምሳኻትኩም ይኹን ክቡራት የሕዋተይ የሓተይ ሰላም እግዚኣብሄር ኣብ ዘለኹሞ ከሰንዩኩም ሰናይ ትምኒተይ ናይ ወትሩ ጸሎተይ ንፈልጥ ዶ ወይ ነስተብህል ዶ ኣብ እነፍቅሮ ሰብ እንፈትዎ ሰብ ፈጺምና ተስፋ ኣይንቖርጽን ኢና። ብፍላይ እቲ ሰብ ከም እነፍቅሮ እንተፈሊጡ ኣንዊሕና ከም ዘይንኸይድ ሓሳዊ ከምዚ ሓሰተኛ ተስፋ ይህበና እሞ ኣብ ዕግርግር ግዜና ንሕልፍ ንሳቐ ንበኪ ንነብዕ ናይ እግዚኣብሄር ፍቕሪ ግን ንጹህ ፍቕሪ ናይ እግዚኣብሄር ፍቕሪ ግን ሓቀኛ ፍቕሪ ናይ እግዚኣብሔር ፍቕሪ ግን ዘይሕሱ ዘይቅሽሽ ፍቕሪ ናይ እግዚኣብሔር ፍቕሪ ኣምሱልነት ዘይብሉ ፍቕሪ ናይ እግዚኣብሔር ፍቕሪ ካብ ኩሉ ሓጢኣትካ ዘንጽሕ ምሕረት ዝገብር ፍቕሪ ናይ እግዚኣብሔር ፍቕሪ ህይወቱ ኣሕሊፉ ዝህብ ዓይነተኛ ፍቕሪ ይኸውን። ሰባት ልቦም ስለ ዝጎዳእናዮም ኣይኣምነካን እየ ክብሉና ይርከቡ። ሰብ ድኹም እዩ። ሰብ ይሓጥእ፣ ሰብ ይጋገ። ግን ክእረመሉ እየ ምስ እትብሎ ወይ ከዓ ምሕረት ምስ እትልምኖ ሰብ ይጭክን። እግዚኣብሔር ግን ይርህርህ፣ እግዚኣብሔር ግን የፍቅር፣ እግዚኣብሔር ግን ይምሕር። ኣምላኽ ሓጢኤ መሓረኒ ይቕረበልለይ ክትብሎን ከለኻ ምሕረተይ ካብቲ ንስኻ ዝገበርካዮ ሓጢኣት ይዓቢ ይበዝሕ፣ ስለዚ ኣብ ምሕረተይ ተስፋ ግበር ኣብ ፍቕረይ ተስፋ ግበር ኣነ ንሓጢኣትካ እምበር ንዓኻ ሓጢኣተኛ ኣይጸልኣካን እየ ዝብል ተስፋ ይህብ እሞ እንታይ ደኣ እዩ ኣብ ምሕረት እግዚኣብሄር ንኸይንጎይ ዝኽልክለና? ኣብ ምሕረት እግዚኣብሄር ንኸይንቐርብ ዝኽልክለና? ኣብ ምሕረት እግዚኣብሄር ንኸይን ምህጸን ዝኣስረና ነገርሲ እንታይ እዩ? ምሕረት እግዚኣብሔር ዓብ እንተኾይኑ፣ ምሕረት እግዚኣብሔር ፈዋስ እንተኾይኑ፣ ምሕረት እግዚኣብሔር ጸጋን እንተኾይኑ፣ ምሕረት እግዚኣብሔር ንውሽጥና ዝፍውስ መድሃኒት እንተ ደኣ ኮይኑ ነዚ መድሃኒት እዚ ንኸይንረክብ ዝዕንቅጸና ነገር እንታይ እዩ? ስለዚ ኣብዚ ምሕረትን ኣብዚ ፍቕርን ተስፋ ጌርና ተኻፈልቱን ኣስተማቕርቱን ንኽንከውን እግዚኣብሔር ሎሚ ክጽውዓና ይርከብ። ኣብ ምሕረተይ ተኣመን ኦ ኢየሱስ ኣባኻ እእመን ኣለኹ። ብዝብል ተስፋ ኣብኡ ክንቀርብ ይዕድመና። ኣብኡ ክንከይድ ይዕድመና። ናብኡ ክንትስፎ ይዕድመና። ስለዚ ጾመ ኣርብዓ ናይ ምሕረትን ናይ ንስሓን ናይ ፈውስን ናይ ፍቕሪ እግዚኣብሔር ዝተስተማቕረሉ ግዜ ስለ ዝኾነ ኣብ ምሕረት እግዚኣብሔር ክንጎይ ኣብኡ ከዓ ውሕስነት ክንረክብ ከዘኻኽረኩም ይደሊ። ሰላም ወሰናይ